ሻሎም ሻሎም ቅዱሳን ሎም መዓንቲ ሓጻር ትምህርቲ ሒዘልኩም መጽ ኣለኹ ምድሓንኩም ብራዕድን ብፍርሃትን ፈጽሙ ዝብል እግዚኣብሔር መስገን እዚ ኣካራኻሪ ኮይኑ ዘሎ ጉዳያት ሎሚ ኣመንቲ ምድሓኖም የጥፍኡ ዶ ኣየጥፍኡ እንተ ኢልና ሲ ንሕና ኣብ ጉዕዞ ኢና ዘለና ኣሕዋተይ ገና ጉዕዞና ይወዳእና ናብ መንገዲ ስለ ዘለና ንየማን ወይስ ንጸጋም ከይዘበልና ብፍርሃት ኣምላኽ እናተኣዘዝና ብራዕዲ ምድሓንና ክንፍጽም ናይ ኣምላኽ ቃል ይእዘና እዩ። እግዚኣብሔር ይመስገን ኣብ ፊሊጲ ካልኣይ ምዕራፍ ከምዚ ይብለና ጥቕሲ ዓሰርተ ክልተን ዓሰርተ ሰለስተን ደጊም ኣቱም ፍቑራተይ እቲ ምእንቲ ጽቡቕ ፍቓድ ኢሉ ኣባኻትኩም ድሌትን ግብርን ዝገብር ዘሎ ዝገብርሲ ኣምላኽ እዩ እሞ ኬሎኹ ግዳ እቲ ዚበዝሕ እምበር ኮሎኹ ጥራይ ዘይኮነስ ከምቲ ኩሉ ሳዕ እተኣዘዝኩም ብፍርሃትን ብራዕድን ምድሓንኩም ፈጽሙ ይብለና ብፍርሓትን ብራዕድን ምድሓንኩም ፈጽሙ ስለዚ ምድሓንና ኣብቲ ነዊሕ ጉዕዞና ብፍርሃትን ብራዕድን ንኣምላኽ እናተኣዘዝና ምድሓንና ክንፍጽም ከምዘለና እናተኣዘዝና ክንከይድ ከምዘለና እዩ ናይ ኣምላኽ ቃል ዝነግረና ምክንያቱ ዘለናዮ ዘመን ቄናንን ጠዋይን ወለዶን ስለ ዝኮነ ኣሕዋተይ ውሉድ ብርሃን ኮይንና ክንማላለስ ግብሪ ብርሃን ክንገብር ጸልማት ከይርከበና ማንም ክዓየላ ዘይክእል መዓልቲ ትመጽእ ስለ ዘላ ንሕና ብብርሃን ኮሎ ብርሃን ክንገብር ብብርሃን ኮሎ ብብርሃን ክንኣምን እግዚኣብሄር ይእዘና ስለዚ ብፍርሃትን ብራዕድን ምድሓንኩም ፈጽሙ ማለት ምጥንቃቅ ኣብቲ ጉዕዞካ ብዙሓት ይወድቁ እዮም ኣብቲ ጉዕዞ ብዙሓት የላግሱ እዮም ካብቲ መንገዲ ከየላገስካ ተደኣ ከድካ ፀቡቅ ገድሊ እምነት ክትጋደል ኢኻ ጉያኻ ክትፍፅም ኢኻ እግዚኣብሔር ይመስገን ስለዚ ጉያኻ ክትፍፅም እውን ትግሃት ክህልወካ ኣለዎ ኣሕዋተይ ነቲ ተፀዋዕኻሉ ፀጋ ነቲ ዝተዋሃብካዮ ሂወት ዘለኣለም ኣፅኒዕኻ ክትሕዞ ክትክእል ኣለካ ኣጽኒዕካ እንተደይት ሒዝካዮ ግን እንተደይ ተገዲስካሉ ብሸለልትነት ምድሓንካ እንተሒዝካዮ ግን ክተጥፍኦ ትኽእል ኢኻ ክተጥፍኦ ትኽእል ኢኻ ስለዚ ምድሓንና ብፍርሃትን ብራዕድን ክንፍጽም ብትግሃት ዘበለ ክንጋደል ኣብ እምነትና ደግነት ክንውስኽ ኣብቲ ደግነት ከኣ ፍልጠት እናወስኽና ክንዓቢ ኣብታ ፍልጠት ምግታእ ርእስኻ ክህልወና ኣብኡ ድማ ኣብታ ምግታእ ርእስኻ ድማ ዓቕሊ ኣብቲ ዓቕሊ ድማ ፍርሃት እግዚኣብሄር ኣብቲ ፍርሃት እግዚኣብሄር ድማ ምፍቃር ኣሕዋት ኣብቲ ምፍቃር ኣሕዋት እውን ፍቕሪ ንዅሉ ሰብ ክህልወና፣ እዚ ነገር እዚ ኣብ ህይወትና እናማዕበለ እንተ ኸደ፣ እናዓበየ እንተ ኸደ፣ ንምፍላጥ ጐይታና የሱስ ክርስቶስ ሃካያትን ዘይተፍርዩን ክትኰኑ ኣይሓድገኩምን እዩ ይብለና። ስለዚ ኣሕዋተይ መፍረይቲ ክንከውን፣ ካብ ሃካያት ከይንኸውን፣ ምድሓንና ከይነጥፍእ፣ ጕየና ክንፍጽም ኣብ መገዲ ከይንተርፍ ናይ እግዚኣብሄር ቃል፣ ይነግረና እዩ። እቲ ዝነገር ዘይብሉ ካብቲ ናይ ቀደም ሓጢኣቱ ምፅራይ ዝረስዐ ዕውር ነቲ ኣብ ቀረባ ዘሎ ጥራይ ዝርኢ እዩ ስለዚ ናይ ቀደም ሓጢኣቶም ዝገበርዎ ሓጢኣቶም እናረስዕዎ ዝኸዱ ንስሓ ዝገደፉ ሰባት ካብቲ መገዲ እናተኣለየ እዮም ዝኸዱ ንስሓ ዝገደፈ ሰብ ኩሉ ግዜ ናይ ድፍረት ሓጢኣት ዝለመደ እዩ ብራዕድን ብፍርሃትን ምድሓኑ ኣይፍፅምን እዩ ስለዚ ምድሓንና ብራዕድን ብፍርሃትን ክንፍጽም፣ ሓጢኣትና እናጸረና ናብ ጸጽባሕ ክንከይድ፣ ዝበደልናዮ እናጸረና ክንከይድ፣ ይቕሬታ እናተባሃልና ክንከይድ፣ ኣብ እምነት ክንጸንዕ ናይ እግዚኣብሔር ቃል ይእዘና። ኣብ ካልኣይ ጴጥሮስ ሓደ ጥቕሲ ዓሰርተ ድማ ከምዚ ይብለና፣ ስለዚ ኣቱም ኣሕዋትና ንጸውዓኹምን ንምሕራይኩምን ክተጽንዕዎ ኣዚኹም ተጋደሉ ይብለና። ጸውዓኻን ምሕራይካን ጻውዒትናን ምሕራይናን ኣነን ንስኹምን ክነጽንዖ ተጸዊዕና ኣለና። እዚ እንተ ገበርና ኣይክነንደልህጽን ኢና። ስለዚ ንጸዋዕኹምን ንምሕራይኩምን ክተጽንዕዎ ኣዚኹም ተጋደሉ እዚ እተ ገበርኩምስ ከቶ ኣይክተንደልህጹን ኢኹም ይብለና። ስለዚ ዘንደልህጹ ኣለዉ ማለት እዩ። ጸውዓዊዒቶምን ምሕርየቶምን ብሸለልትነት ዝሓዙ ሓጢኣቶም ምጽራይ ዝረስዑ ክፉእ ልምምድ ዝተለማመዱ እዚኣቶም ከንደልህጹ ምዃኖም እዩ ናይ እግዚኣብሔር ቃል ዝነግረና ስለዚ እዚ እንተገበርኩም ጻውዒትኩምን ምሕራይኩምን ኣዚኹም ክተጽንዕዎ ተጋደሉ ተጋደሉ ኣብ እምነትካ ደግነት እናወሰኽካ ፍልጠት እናወሰኽካ ብጎይታ የሱስ ክርስቶስ እናዓበኻ ብቑመት እናዓበኻ ንጎኒ እናዓበኻ ንውሽጢ ከዓ እናዓበኻ ሰራውርካ እናስፋሕፋሕኻ ምስ ትኸይድ ኣይትመውትን ኢኻ ሓንቲ ኦም ሰራውራ ናብ ውሽጢ እንተ ደይሰዲዳ ሙማታን ምውዳቃን ምንቃጻን ኣይተርፋን እዩ ስለዚ ኣሕዋተይ ንሕና ድማ ሰራውርና ኣብቲ ማያት እንተ ደይሰሪት እንተ ደይጌርናዮ ኣብ ቃል ኣምላኽ እንተ ዘይተሰሪትና ካብ ቃል ኣምላኽ እንተ ወጺና ሂወት የብልናን ካብ ኣምላኽ ወጻኢ ኢና ንነብር ማለት እዩ ኣብ ሉቃስ ዓሰርተ ሰለስተ ዕስራን ሰለስተን እንተሪእና ድማ ሓደ ሰብኣይ ንጎይታና የሱስ ክርስቶስ ሓደ ነገር ሓቲትዎ ጎይታይ ሒደት ድዮም ዝድሕኑ በሎ ሒደት ድዮም ዝድሕኑ ኢልዎ መድሓኒ የሱስ ክርስቶስ ከዓ ሓደ ምላስ መሊስሉ ብዙሓት ክኣትዉ እናደለዩስ ከም ዘይኮነሎም እብለኩም ኣለኹ እሞ በታ ጸባብ ደገ ንምእታው ተጋደሉ ይብለና። እግዚኣብሔር ይመስገን በዛ ጸባብ ደገ እዚኣ እናተጋደልና ገድሊ እምነት እናተጋደልና ንጎዪ እንተድኣ ኮይንና ክንዕወት ኢና። ካብቲ ገድሊ እንተወጺእና ሸለልትነት እንተምጺእና ንየማነ ጸጋም ክንከይድ ኢና። ሓጢኣት ምልምማድ ኣሎ፣ ስርቂ ምልምማድ ኣሎ፣ ምንዝርና ምልምማድ ኣሎ፣ ኩሉ። ኩሉ ሓጢኣት እንዳወረሰካ እዩ ዝኸይድ ካብቲ ጸቢብ ደገ። ብእኡ እንተደይትጎዪ ኾንካ። ስለዚ ኣሕዋተይ እስከ ንጸዋዕናን ንምድሓንናን ክነጽንዖ ኣዚና ንጋደል ንጋደል ንጋደል። ዝያዳ ኹሉ፣ እቶም ካብዚ ጻውዒት እዚ ዘንደልህጹ ኣየኖት እዮም እንተ ኢልና፣ ካብቲ ምስ ነፍሲ ዝዋጋእ ስጋዊ ትምኒት ዘይረሓቑ ሰባት እዮም። ካብቲ ምስ ነፍስኹም ዝዋጋእ ስጋዊ ትምኒት ርሓቑ ይብለና ኣብ ቀዳማይ ጴጥሮስ ክልተ ዓሰርተ ሓደ። እዚ ኣውራ ንኣመንቲ ከጥፍኦም ዝኽእል ሓጢኣት ካብቲ ምስ ስጋኹም ምስ ነፍስኹም ዝዋጋእ ምስ ነፍሲ ዝዋጋእ ስጋዊ ትምኒት ርሓቑ ይብለና። ስለዚ ዝተለማመድናዮ ስጋዊ ትምኒትን ሓጢኣትን ኣብ ህይወትና ከይህሉ ኣዚና ክንጥንቀቕ ኣለና። ስጋና ምስናይ ፍትወትን ትምኒቱን ኣብቲ መስቀል ንስቀሎ። መፍትሒኡ እሱ እዩ። እግዚኣብሔር ይመስገን። ስለዚ ሃዋርያ ጳውሎስ እውን ናብቲ ሕንጡፅ ዕላማ ኣቢለ ናብቲ ዓስቢ ዓወት ናብቲ ናይ ላዕሊ ፅዋዓ ኣምላኽ እጎይ ኣለኹ ክብል ከሎ እቲ ጉያኻ ክተቋርፅ የብልካን ኣብቲ መገዲ ጎዮም ዝዕወቱ ኣለው ጎዮም ዘይዕወቱ ኣለው ጉያኻ እንተቋሪጽካ ተስፋ እንተቆሪጽካ ትወድቅ ማለት እዩ ክትድሕን ኣይትኽእልን ኢኻ ኣብ መገዲ ተተሪፍካ ከኣ ካልእ ነገር ኢኻ ትለማመድ ፍቃድ ኣምላኽ እናገበርካ ኣይኮንካን ትኸይድ ስለዚ ኣሕዋተይ ኣብ ዘመን እዚ ንስጋና ኢልና ኣይንዝራእ ንስጋና ባህ ዘብል ነገራት ኣይንዝራእ ኣምላኽ ኣይዕሾን እዩ። ኣብ ገላትያ ሽዱሽተ ሸውዓተ እውን ከምኡ እዩ ዝብለና፣ ሰብ ነቲ ዝዘርኦ ንዕኡ ክዓጽዶ እዩ እሞ፣ ኣይትጠበሩ፣ ኣምላኽ ኣይዕሾን እዩ። እቲ ንስግኡ ኢሉ ዝዘርእ ካብቲ ስጋስ ጥፍኣት እዩ ክዓጽድ፣ እቲ ንመንፈስ ኢሉ ዝዘርእ ግና ካብቲ መንፈስ ናይ ዘለኣለም ህይወት ክዓጽድ እዩ ይብለና። ስለዚ ኣሕዋተይ ንስጋና ኢልና ንዘርእ ኣለና ዋላስ ናይ መንፈስ ነገር ንዘርእ ኣለና? ንስጋ ንዓጽድ ንዘርእ እንተ ኮይንና ጥፍኣት ክንዓጽድ ኢና። ንመንፈስ ኣምላኽ ዘሕጉስ ባህ ዘብል ንዓና ዘዕብይ ነገር። ንናይ ዘለኣለም ህይወት ዚኸውን ነገር ንዘርእ እንተ ደኣ ዄንና፣ ናይ ዘለኣለም ህይወት ክንዓጽድ ኢና፣ ናይ ስጋ እንተ ዘሪእና ኸኣ፣ ናይ ስጋ ኽንዓጽድ ኢና። ስለዚ፣ ነፍሲ ወከፍ እቲ ዝዘርኦ ኺዓጽዶ እዩ እሞ፣ ኣዚና ክንጥንቀቕ ይግብኣና። ኣብ ሮሜ ዓሰርተ ሰለስተ ድማ ከምዚ ይብለና፣ ኣብ ዓሰርተ ሓደ፣ ምድሓን ካብቲ ዝኣመንናሉ ጊዜስ፣ ሕጂ ኣባና ኣዝዩ ቐሪብ እዩ እሞ፣ ሕጂ ካብ ድቃስ ትበራበሩሉ፣ ግዜ ከም ዝበጽሐ ነዛ ዘመን እዚኣ ፍለጥዋ ስለዚ ኣሕዋተይ ኣይንደቅስ ኣይንደቅስ ኣብ ደቃስ ዘሎ ሰብ ናይ ስጋ ኢዩ ድዘርእ ኣሕዋተይ ምእንቲ ስግኡ ኢዩ ድዘርእ ንስግኡ ባህ ዘብሎ ነገር እናመረጸ ኢዩ ድዘርእ ካብዚ ዓይነት ሕማቅ ዘርኢ ክንጥንቀቅ ይግበኣና ኢዩ እግዚኣብሄር ይመስገን ካብ ምትሕውዋስ ክንወጽን ክንፍለ ኢና ኣለና ተዘይተፈሊና ግን ክንጠፍእ ኢና እዚ ክንፈልጦ ኣለና ኣሕዋተይ ክንፈልጦ ኣለና ክብሪ ንኣምላኽ ይኹን። ዕብራውያን ዓሰርተ ክልተ ሓደ እውን ከም ዝብለና ምእንቲ እዚ ንሕና ድማ ብክንዲ ዝኣክል ምስክር ደመና ተኸይብና ኮለና ነቲ ዝኸብደናን ዝጠብቀናን ሓጢኣት ነርሕቕ ነቲ ኣብ ቅድሜና ዘሎ ኣብ ቅድሜና ተሓንፂፁልና ዘሎ መቀዳድማ ከዓ ብትዕግስቲ ንጉየ ይብለና ዝኸብደካን ዝጠብቀካን ሓጢኣት ኣሎ ኣብቲ መንገዲ እናተጓዓዝካ ንፋሳት ኣሎ ማዕበላት ኣሎ መከራታት ኣሎ ዝከብደካ ኣሎ ብዙሕ ነገር ኣብ ጉዕዞካ ኣብ ሕብረትካ ኣብ ኣገልግሎትካ ዝከብደካ ካብ መጋላግልትካ ክመጽእ ይክእል እዩ ካብ ብጾትካ ካብ ማእከልካ ካብ ሕብረትካ ክመጽእ ይክእል እዩ ንኩሉ ዝከብደካን ጠብቀካን ሓጢኣት እናርሓቅካ ብትዕግስቲ ኣብቲ መቃዳደሚ ክትጎይ ኣብቲ ሓንጺጽልካ ዘሎ መቃዳደሚ ክትጎይ ደኣ እምበር ካብቲ መስመር ከይትወጽእ እዩ ዝእዘካ እቶም ካብዚ መስመር ዝወጹ ንሳቶም ክጠፍኡ ምካኖም እዩ ናይ እግዚኣብሄር ቃል ዝነግረና ናቲ ካብቲ መስመር ተወጺኻሲ ክንዮቲ መስመር ጸላኢ እዩ ዘሎ ሰይጣን እዩ ዘሎ ስለዚ ኣሕዋተይ ሰይጣን ምእንቲ ከይብለጸልና ንውዲቱ ኣይንስሓቶ ከይንጠንቀቕ ድሕሪ ተሪፍና ከይንህሉ ኣዚና ንጠንቀቕ እብራውያን ሓደ እውን ከምኡ ዝብለና እምበኣር ስናብ ዕረፍቱ ምእታው ተስፋ ካብ ዝተርፈልና ምናልባሽ ሓደ ካባኻትኩም ድሕሪት ተሪፉ ከይህሉ ንፍራህ ኢሉ ስለዚ ኣሕዋተይ ድሕሪት ተሪፍና ከይንህሉ ክንፈርህ ርእስና ክንምርምር ይግበኣና እዩ ክብሪ ንኣምላኽ ይኹን ተዘይኮነ ግን ከምቲ ኣምላኽ ዝሃበና ጸጋ ከምኡ ዄንና ክንመላለስ ከምቲ ኣምላኽ ዝጸውዓና ጻውዒት ከምኡ ዄንና ክንመላለስ ይደልየና። ሮሜ ክልተ ሸውዓተ ድማ ሓደ ነገር ይዛረበና ማለት ነቶም ሰናይ ዝገብሩ ተዓጊሶም ግርማን ክብርን ዘይምጥፋእን ዝደልዩ ናይ ዘለኣለም ህይወት ክህቦም እዩ። ስለዚ እንታይ እዩ ነቶም ሰናይ ዚገብሩ፣ ንኣምላኽ ዜሐጕስ ነገር ዚምርምሩ፣ ተዓጊሶም ሰናይ ዚገብሩ እዚኣቶም፣ ግርማን ክብርን ዘይምጥፋእን ዚደልዩ፣ ዘይምጥፋእ ዚደልዩ፣ ንድሕሪት ዘይምምላስ ዚደልዩ፣ ምድሓኖም ዘይምጥፋእ ዚደልዩ እዩ ዚብለና ዘሎ በዚ፣ ዘይምጥፋእ ዚደልዩ። ኣሕዋተይ ምጥፋእ እውን ከም ዘሎ ክንፈልጥ ኣለና፣ ዘይምጥፋእ ዚደልዩ ናይ ዘለኣለም ህይወት ክህቦም እዩ። ኣሕዋተየ! ሎሚ ንሕና ኣዚና ክንጥንቀቅ ኣለና ንኣምላኽ ክብሪ ክንነብር ኣለና እግዚኣብሔር ይመስገን ኣብ ካልኣይ ቀረንጦስ ሸውዓተ ዓሰርተ ሓሙሽተ ከዓ ከመይ ጌርኩም ብፍርሃትን ራዕራዕ ብምባልን ከም እተቐበልኩምዎ ምእዛዝ ኩላትኩም እናዘከረ ልቦ ኣዝዩ ናባኻትኩም ኣቕሊቡ ኣሎ እናበለውን ሃዋርያ ጳውሎስ ኣብዚ ይዛረበና። ስለዚ ኣሕዋተይ እስከ ንጠንቀቕ ከምቲ ዝግብኣና ጌርና ክንመላለስ ብፍርሃት ራዕ ራዕ እናበልና ኣብ ቅድሚ ኣምላኽ ክንመላለስ ይግብኣና። ክብሪ ንኣምላኽ ይኹን። ምኽንያቱ እዚ ብዛዕባ ቲቶስ እዩ ተዛሪቡ ካብታ ላዕሊ እንተንቢብናያ ስለዚ ድማ ተጸናንዕና ኣብ ርእሲ እዚ ምጽናዕ ድማ ብሓጎስ ቲቶስ መንፈሱ ብኹላትኩም ስለ ዝቐሰነ ብዙሕ ኣዚና ተሓጒስና ኣብ ቅድሚኡ ብዛዕባኻትኩም ገለ ተመኪሐ እንተ ኾንኩ እኳ ከምቲ ኩሉ ብሓቂ ዝነገርናኩም ከምኡ እኳ እቲ ትምክሕትናስ ኣብ ቅድሚ ቲቶስ ሓቂ ኮይኑ ተረኺቡ እዩ እሞ ኣይሓፈርኩን ከመይ ጌርኩም ብፍርሃት ራዕራዕ ብምባልን ከም እተቐበልኩሞ ምእዛዙ እናዘከረ ልቡ ኣዝዩ ናባኻትኩም ኣቕሊቡ ኣሎ ይብለና እግዚኣብሔር ይመስገን ንሓድሕድና እውን ብከምዚ ክንቀባበል ናይ እግዚኣብሔር ቃል ይደልየና እዩ ስለዚ ኣሕዋተየ ብእምነት ንጽናዕ ጻድቕ ብእምነት ክጸንዕ ይግብኦ ንድሕሪት ተተመለሰ ግን ነፍሰይ ብእኡ ባህ ኣይብላን ይብለና ስለዚ እቶም ድሕሪት ዝምለሱ መን እዮም እንተ ኢልና ምሳኻ ዝጸንሑ እዮም ምሳኻ ዝጓሰዩ ምሳኻ ዝዓበዩ ምሳኻ ዘገልገሉ እዮም ድሕሪት ዝምለሱ ካብ ድሕሪት ምምላስ ኣዚና ቆጠብ ኣምላኽ ሰማይ ይባርኽኩም ባይ